ሃይስኩል ተኸታታሊ ዛንታ ጸሓፍን ተራኽን ያዕቆብ ዳዊት ሰላም ከመይ ቀኒኹም ዝኸበርኩም ሰማዕቲ እዚ ጀትሩዝ ኢንተርተይንመንት እዩ ዒድ መብሩክ ንመላእ ህዝቢ ኤርትራ ብፍላይ ክኣ ንኣመንቲ ምስልምና እንዳበልኩ ናብ ናይ ሎሚ መደበይ ከሕልፈኩም ኣብ ዝሓለፈ ረቡዕ መበል ዓሰርተ ሸሞንተ ክፋል ዛንታ ሃይስኩል ተኸታቲልና ምንባርና ዝዝከር ኮይኑ ንሎሚ ድማ መበል ዓሰርተ ትሽዓተ ክፋል ሒዘልኩም መጽየ ኣለኹ ክብራት ሰማዕቲ ካብ ዝሓለፈ ክፋል ውሑድ ከዘኻኽረኩም ሃርሞኒ ንኮኾብ ሓቂ ክነግራ ዘንቀሎ ሓሳብ ሓሲቡ ብቓላቱ ናብ ኮኾብ ኣብጺሕዎ እዩ። ኣቦይ ተወልደ ምስ ቴድሮስ ኣብ ሳሎን ኮፍ ኢሎም ክስሕቑ ኣምስዮም። ኩሉ ታሪኾም በብታራ ከዕልሉ ከይተረድኦም ኣምስዩ። ማዕርግ ማዕጾ ክኸፍት ኢዱ ናብ መኽፈቲ ማዕጾ ሰደደ። ማዕጾ ንክኸፍት ኢዱ ኣንቀሳቒሱ። ተሌፎኑ ተደዊላ። እታ ትድወል ዝነበረት ቁጽሪ ናይ ኣዲኡ'ያ ነይራ። ማዕጾ ከይከፈተ ሞባይሉ ኣልዒሉ ተቐበላ። ኣብዚ ኢና በጺሕና ነይርና። ዝቕጽል መበል ዓሰርተ ትሽዓተ ክፋል'ከ እንታይ ኮን ሒዛትልና ትህሉ? እስከ ሓቢርና ንከታተል። ማዕርግ ቴሌፎኑ ኣብ እዝኑ ምስ ተጸግዓ ኣቐዲሙ ናብ እዝኑ ዝመጾ ድምጺ ናይ ህዝቢ ጨቕጨቕታ እዩ ነይሩ። እንታይ ተፈጢሩ ከይተዛረበ ንነብሱ ሓቲቱ። ሄሎ ናይ ፍርሒ ናይ ፈለማ ቃሉ ኣውጺኡ። ኣብ ቴሌፎን ትዛረቦ ዝነበረት ኣዲኡ ከም ዘይኮነት ካብ ድምጻ ኣለልይዋ እዩ ነብሱ ረሸሽ ኢልዎ። ገለ ነገር ከም ዝተፈጥረ እውን ተረዲእዎ። ሃሎ እንታይ ክኾን ክትበኺ ዘለኺ ርሻን ዲኺ? ሰራሕተኛ እንዳ ስድርኡ ትድውለሉ ከም ዘላ ተረዲእዎ ብሽማ ጸዊዑ ሓተታ። እዋን ርሻኔ በጃኻ ርድኣኒ ኣደይ ዝፋን ገለ ኮይነን ኣለዋ በጃኻ ቀልጢፍካ ምጻእ። እንታይ? ማማየ እንታይ ኮይና? ካብ ዘለዉ ሓፍ ክብል መኪና ርእሱ ኣርከበቶ። ኮኾብ ኣፌቱ ደው ኢላ ሃንቀው ኢላ ክትጽበ ይርእያ። እቲ ድምጺ ኣውያት ድማ ኣብ እዝኑ ኣቃልሐ። ሰራሕተኛ በይና ከም ዘየላ ኣስተውዒልላ'ዩ። ጎረባብቲ ከም ዝተኣከቡ በቲ ድምጺ'ዩ ኣለልዩዎም። ናይ ብዙሕ ሰብ ድምጺ'ዩ ዝሰምዕ ነይሩ። ኣብ ገዝኦም ብዙሕ ሰብ የለን። ብዙሓት ሰባት ኣብ ገዝኦም እንተደኣ ተኣኪቦም ይበኽዩ'ውን እንተደኣ ሃልዮም በቃ ኣዲኡ ከም ዝመተት'ዩ ኣብ ርእሱ ወዲኡዎ። ንኮኾብ ውርድ ኢሉ ሓጺር ግዜ ረኺቡ ኣነ ሃርሞኒ እንተኢልዋ ማዕርግ ምዃኑ ምስ ረኣያቶ ከመይ ከም ትስንብድ ተረዲእዎ ወሪዱ ሒዝዋ ክኸይድ ዝመጾ ሓሳብ ክትግብሮ ደለየ በቲ ሓደ ድማ ኣዲኡ ሞይታ ብዝኾነ ምኽንያት ክድንጉይ ሕልንኡ ፍቓድ ኣይሃቦን ንሕልንኡ ስዒሩ ዋላ ናይ ክልተ ደቒቕ ወሪዱ ገለ ክብላ ወሲኑ ካብ መኪና ወሪዱ ናብ ኮኾብ ተበገሰ ነዚ ኩሉ ፍጻሜታት ሰንቢዱ ኣብ ዘለዎ ፈዚዙ ዝዕዘብ ዝነበረ ፍናን'ውን ካብ ምጥማት ሓሊፉ ገለ ኣይበለን። ኣቐዲሙ ወሪዱ ንኮኾብ ሰላም ክብላ ምስ በለ፣ ከይትወርድ ተባሂሉ ተኣዚዙ'ዩ። ክልቲኦም ኣብ ጽቡቕ መንፈስ ጸኒሖም፣ ሃንደበት ንማዕርግ ቴሌፎን ምስ ተደወለቶ'ዩ እቲ ዝነበረ ኩነታት ተቐይሩ። እዚ ድማ ንፍናን ኣፍዘዞ። ስጉምትዋ ዝሕል ኣቢሉ ናብ ኮኾብ ቀረበ። ኮኾብ ርእይ ክተብሎን ዓይና በርበረ ክመስልን ሓደ ኮነ። ነዛ ንኽትሪኦ ግዲ ጸሊኣቶ ገጻ ብሓንሳብ ጸማልያ መሰለ። ገጹ ምርኣያ ግን ደስ ኢልዋ። ንምንታይ ከምኡ ዓይነት መኪና ሒዙ መጺዋ? እታ መኪናኸ ናይ መን እያ? ንማዕርግ ኣብ ከምኡ ክትሪኦ ትጽቢታ ስለ ዘይነበረ ጋን ከይንዋ ትሓልም ከይትህሉ ኣብ ጋህዲ ከም ዘላ ክተረጋግጽ ከባቢኣ ፈተሸት። ማዕርግ ኣብ ጥቓኣ ምስ በጽሐ የዳዉ ንሰላምታ ሰደደላ። ኮኾብ ሕርቃንኪ ይርድኣኒ'ዩ። ኩሉ ይጽንሃልና ኣብ መኪና ምሳይ ተሰቐሊ ብዙሕ ንዘራረበሉ ነገር ኣለና እንታይ ኢልካ እንታይ ታይካ ትብል ዘለኻ ክሓተካ ዶ ኮኾብ ብሕርቃን ድምጻ ኣብርኽ ኣቢላ ዓይና ኣፍጢጣ ቀረበቶ በጃኺ ኮኾብ ኩሉ ንግደፎ ሕጂ ሕቶን መልስና የድልየናን እዩ ኣንብብኒ ኣብዘን ውሑዳት ደቃይቕ ሕማቕ ኣለኹ ኩሉ ይትረፍ ምሳይ ንዕና ይብለክ ኣለኹ ንስኻ ሃርሞኒ ዲኻ ኣይኮንካ ንገረኒ እንታይ ዓይነት ሰብ ኢኻ ግን ንስኻ ክትጻወተለይ ኔርካ ሓቀይ? ኮኾብ በጃኺ ትሕረቕ ተረጋጊ። ኮኾብ ነዲራ ክትዛረብ ሰምዐ ማዕረ ከተሃዳድኣ ይፈቲኑ። ኣነ ሃርሞኒ እየ እንተድኣ ኢልዋ ምስ ተሓሪቐቶ ዝነበረት ከመይ ከም ትኸውን ተረዲእዋ ኣይደፈረን። በጃኺ ስምዕኒ እዚ ሃርሞኒ ትብልዮ ዘለኺ ኣነ ይፈልጦን እየ። ኣነ ማዕርግ እየ። ኣብ መኪና ምሳይ ተሰቐሊ። ኣብ ጎነይ ክትኮኒ ይደሊ ኣለኹ። ንዘጋጠመኒ ሽግር በጃኺ ጸግዒ ኩንኒ። ንዓይ ደኣ ጸገምካ እንዲኻ ትደልየኒ ይቕሬታ ግደፈኒ ሰብ እጽበ ኣለኹ ቀዲማ ዘኽበረቶ ስለ ዘይተሰቆሮ ካልኣይ ግዜ ክተኽብሮ ኣይመረጸትን እንከ ኮኾብ ጸግዒ ትኾንንን ኢኺ ንስኻ ዶ ንዓይ ጸግዒ ኾንካኒ ኢኻ እወ ኮይነኪ ግን ንዓኺ ብዘይርዳእኪ መንገዲ ስለ ዝኾነ ኣይርዳእክን እዩ ሕጂ ግን ኩሉ ትረፍ ብዙሕ ንዘራረበሉ ነገር ኣሎ ምሳይ ተሰቐሊ ንዕና ይስዓብኒ ድሕሪ እዛ ዘረባ ዘረባ ኣይወሰኸን ኣብ ተሌፎን ዝሰምዖ ኣውያት ኣብ እዝኑ ስለ ዘቃለሐ ገዲፍዋ ተበገሰ ንድሕሪት ስጉምቱ ምስ ጀመረ ኮኾብ ተጣዕሰት ክተርክቦ ሓሲባ ከምታ ምስ ነብሳ ውዕል ዝኣተወታ ይስሓና ደኣ ኢላ ስቅ በለት ነወዳት ክብረት ኣየድልዮምን እዩ ስለ ደኽበርኩ እንድየ ኣሕሲርኒ ሕጂ ግን ዛን ዛን ክብል እዩ ዋጋ ዘይብሉ ውሽጣ ዘይተቐበሎ ፈኸራ ፈከረት። ልባ ተበገሲ ይብላ እግራ ግን ምብጋስ ይኣብያ። መኪና ተበጊሳ ብናህሪ ካብ ኣዕንታ ተሰወረት። ኮኾብ ኩሉ ነገር ሕውስውስ በላ። እቲ ዝመጽኣ ማዕርግ ሃርሞኒ ክኸውን ኣለዎ። ከመይ ገይሩ እሞ ሃርሞኒ ክኸውን? ድምጾም ይመሳሰል ዶ ሓቀይ? እንታይ እሞ ኣነ እኮ ንማዕርግ ጽቡቕ ገይረ ድምጹ ኣይፈልጦን እየ። ነታ ሓንቲ መዓልቲ ኣብ ቤት ትምህርቲ ዛንታ ሓቀኛ ፍቕሪ ከዘንትወላ ከሎ ዝነበረት ፍጻመ ዘከረታ። ናይ ሀርሞን እውን ሓንቲ ዛንታ ከዘንቱ ከሎ ዘከረት። ንክልቲኤን እተን ዛንታ ኣምጺኣ ነቶም ዘዕለልዋ ድምጾም ኣወዳደረቶም። ንናይ ክልቲኦም ድምጺ ክተለሊ ስለ ዘይከኣለት ግን ተቐዳዲማ ክትውስን ኣይደለየትን። ንሀርሞኒ ፍርቂ ሰዓት ዝኸውን ተጸብያቶ። ክመጻ ግን ኣይከኣለን። ቴሌፎን ደዊላ ቴሌፎኑ ኣይትሰርሕን ነይራ። ምስ ሕርቃና ገርፈፍ እንዳበለት ንገዝኣ ተዓዝረት።

ንጽባሒቱ ሓሙሽተ ተመሃሮ ኮይኖም ናብ ምክትል ቤት ትምህርቲ ኣቶ ይተባረኽ ከዱ። ኣብ ኦፊስ ምስ ኣተዉ ኣቦ ይተባረኽ ገጾም ጸዊጎም እዮም ተቐቢሎሞም። ካብቶም ዝመጹ ተመሃሮ ሓደ እውን ዝብርሆም ሰብ ኣይነበረን። ኩሎም ትምህርቲ ሕማቓትን ረበሽትን ስለ ዝኾኑ ምምጸኦም ከማን ደስ ከም ዘይበሎም ብገጾም ገይሮም እዮም ኣርዮሞም። እቶም ዝመጹ ተመሃሮ ኮፍ ምስ በሉ ሄርሞንያ ቀዲማ ክትዛረብ ጀሚራ። ኣቦ ይተባረኽ እንታይ ዲና ክንብለኩም ደሊና? ኣዲኡ ንማዕርግ ሎማዓንቲ ስለ ዝተቐብራ ኩልና ደቂ ክላሱ ከኣ ገንዘብ ኣዋጺና ስለ ዘለናስ ድሕሪ ዕርፍቲ ንኽንከይድ ፍቓድ ክወሃበና ኢና ክንሓተኩም መጺና። እ ማዕርግ ድንፉዕ ተማሃራይ ኣዲኡ መይታ እዚ ተጠንቂዑ ዘሎ መርድእ ናይቲ ቆልዓ ድዩ? ዋይ ወደይ ዋይ ወደይ እሺ እዞም ደቀይ እዚ ደኣ ጽቡቕ ሓሳብ እንዲኹም ሓሲብኩም ድሕሪ ግዜ ዘሎ ዕርፍቲ ተጠቀምሉ ኢኹም ኣብ ርእሲ ሓሳብኩም ግን ክውስኸኩም ባርጤ ወዲ ቤት ትምህርትኹም መማህርትኹም ሓውኹም እንድዩ ተጋጊልኩም ኣይትጋገዩ ሓንቲ መዓልቲ ከ ኣብ እስሪ ቤት ከድኩም ብፅሕዎ ኢኹም እሱን ከዓ መስተማሰሊ እዩ እዞም ደቀይ ፍቓድ ወሲዶም ሓሳብ ኣበይ ተባረኽ እውን ተቐቢሎም ኩሎም ንማዕርግ ደቂ ክላሱ ተኣኪቦም ናብ ገዛ እንዳ ማዕርግ ከደዉ ኣብ ገዛ ምስ ኣተዉ እቲ ገዛ እንዳ ማዕርግ ርእዮም ኩሎም እዮም ተገሪሞም። ማዕርግ ማለት ኣብቲ ቤት ትምህርቲ ዝተሓተ ተምሃራይ እዩ። ማዕረ ክንድዚ ሃፍቲ እንዳሃለዎ ምትሓቱ ንገሊኦም ተምሃሮ ዓቢ ትምህርቲ ኮይንዎም። በቲ ሃፍቲ ርእሱ ክቕናዕ ኣይደለየን። ኩሉ ግዜ ማዕርግ ውሽጡ ከህፍትም እምበር ደጊኡ ከጸብቕ ጽዒሩ ኣይፈልጥን እዩ። ማዕርግ ደቂ ቤት ትምህርትኻ መጽዮም ምስ ተባህለ ገጹ ኣብራህ ኣቢሉ እዩ ተቐቢልዎም። ደቂ ክላሱ ክመጽእዎ ትጽቢቱ ስለ ዘይነበረ ነቲ ኩሉ መን ከም ዝወደበቶ ኣይጠፍኦን። ሄርሞን ትርከበን ሰለስተ ኣዋልድ ላዕልን ታሕትን ይብላ። ሒዞንኦ ዝመጻ ሕምባሻ ቆሪሰን ነቶም ተማሃሮን ነቶም ስድራቤትን ይዕድልኦም። ኣብቲ ገዛ ቀንዲ ትዋሳእ ዝነበረት ሄርሞን ኮይና ናብ ማዕርግ ድማ ተደጋጋሚ ትምለስ። ማይ ትህቦ፣ ሕምባሻ ትህቦ፣ ሻሂ'ውን ትደጋግሞ። ማዕርግ ካብ ምጥማት ሓሊፉ ዝኾነ ቃል ኣየውጽእን። ስለምንታይ ከምኡ ትገብር ነይራ ኣየገረሞን። ስምዒታ ስለ ዝፈልጦ እቲ ኣጋጣሚ ትጥቀመላ ከም ዘላ ተረዲእዎ እዩ። ኣዲኡ ምስ ተቐብረት እውን ኣብ መቓብር ምስ ሰባ መጺኣ ጽንዓታ ሃብካ ኢላቶ እያ ከይዳ። ክሳብ ክንድኡ ዓብዪ ተገዳስነትን ልቦናን ምህላዋ እውን ደስ በሎ። ኣብ ውሽጢ እቶም ተመሃሮ ከም ዘይትመጽእ እንዳፈለጠ ብዓይኑ ንኮኾብ ክረኽባ ዝዘወር በለ። ጸገም ገጢሙኒ ኣብ ጎነይ ኩኒ ምስ በላ ኮኾብ ኣብ ጎኑ ክትከውን ፍቓደኛ ኣይኮነትን። ሄርሞን ግን ይርእያ ነይሩ። መን እያ ልቦና ዘለዋ? ሕቶ ንሱ ንነብሱ እዩ ኣቕሪቡ። መልሱ ንጹር እዩ። መን ክብረት ከም ዘለዋ እቲ መልሲ ኣብ ውሽጡ ኣሎ። ኣብ ፊቱ ሓደ ወዲ ክላሱ ዘይኮነ ወዲ ረኣየ። ነቲ ወዲ ሄርሞን ከም ዝጸውዐቶ ኣይጠፍኦን። ምስቲ ወዲ ርክብ ከም ዘለዋ ሄርሞን ነቲ ናይ ለይቲ ሃርሞኒ ኣዕሊላቶ እያ። ሄርሞን ጸዊዓ ከም ዘምጸእቶ ተረዲእዎ ሓንቲ ቃል ናይ ሄርሞን ቅጅል ኢላቶ እቲ ንኮኾብ ዘፍቀራ ወዲ ነቶም ዘፋንውዋ ዘለዉ ስለ ዝፈልጦም ከትሕዞም እዩ ዝደሊ ዘሎ እዛ ዘረባ ናይ ሄርሞን ኮይና ንሃርሙኒ ስለ ዘዕለለቶ ማዕርግ እዩ ዘኪርዋ ኣብ ቅድሚ ኩሎም ነቲ ወዲ በይኑ ክጽውዖ ግን ከም ዘየጸብቐሉ ተሰቆሮ ስቕ መሪጹ ዓቕሊ ግና ኣይገበረን። ኮኾብ ክትከይድ ሓንቲ መዓልቲ እያ ተሪፋታ ዘላ። ምስቲ ወዲ ዝኾነ ሽርክነት ክገብር የዋጽኦ'ዩ። ተመሃሮን መማህራንን ደቢሶም ምስ ወድኡ ተማሳጊኖም ኩሎም ከዱ። ሄርሞን ምልስ ኢላ ንማዕርግ ሰላም ክትብሎ ምስ መጸት ማዕርግ ብኢዳ ሒዙ ንኣማን ክትጽውዓሉ ሓተታ። ሄርሞን ከምኡ ዝበላ ደስ ኣይበላን። ገለ ፍርሒ ኣብ ውሽጣ ነይሩ። ድሌቱ ክተማልኣሉ ስለ ዝነበራ ግን ንኣማን ከይዳ ጸውዐቶ። ኣማን ማዕርግ እንታይ ክብለኒ እንዳበለ

ኣቦይ ተወልደን ቴድሮስን ንማዕርግ ምሉእ መዓልቲ ክጽበይዎ ውዒሎም፣ ማዕርግ ግን ኣይመጾምን። ዘይመጾም ኣይሕረቖምን፣ ገለ ኮይኑ ከይከውን ግን ፈርሕሉ። ከይድውሉሉ ተሌፎን የብሎምን፣ ክልቲኦም ተዳልዮም ሃንቀው ኢሎም ክጽበዩ ውዒሎም። ኮኾብ ምሸት ናብታ ኣቦይ ተወልደ ዝውዕሉላ ቦታ ከይዳ ኣይረኸበቶምን፣ ንጽባሒቱ ናንጊያ ካብ ገዝኣ ወጺኣ፣ ኣብቲ ቦታ እንተረኸበቶም ዘወር ክትብል ውዒላ። ኣቦይ ተወልደ ናበይ ከይዶም ምኾኑ ኣሻቒልዋ። ኩሉ ግዜ ምሶም እንዳዕለለት ከላ ተመጊቡ ዝኸይድ ሓደ ጽሉል ኣብ ፊታ ትሪኦ ነይራ። ብዛዕባ ኣቦይ ተወልደ ሓቲታቶ ክምልሰላ ስለ ዘይክእል ግን ስቕያ መሪጻ። ቅድሚ ምኻዳ ነቦይ ተወልደ እቲ ዝተኣሳሰረ ዛንታ ክተዕልሎም ተመሪቓ ተፋንያቶም ክትከይድ እዩ ሓሳባ። ኣይ ከም ዝሓሰበቶን ግን ክልተ መዓልቲ ተመላሊሳ ኣብ ቤተ ወልዲ ክትረኽቦም ኣይከኣለትን። ንገዝኣ እንዳ ተመልሰት ከላ ኣብ መንደቕ መርድእ ዝብል ወረቐት ተጠቂዑ ረኣየት። ወይዘሮ ዝፋን ዝብል ስም ዝነበሮ ኣዝየን ምዕርግቲ ሰበይቲ ምስ ረኣየተን ደንጊጻትለን እያ ሓሊፋ። ኣብ መንገዲ ገዛ'ውን ብጉሩብ ዝኸዱ ደቂ ቤት ትምህርታ ሓደ ዓይነት ማልያ ለቢሶም ሓለፍዋ። ቀኒኣትሎም። ሳዋ ክትከይድ ኣዝያ ትብህግ ነይራ። ነቲ ብዓሰርተ ሓደ ክፍሊ ዝግበር ግብጃታት ክትሳተፍ እውን ባህጋ ነይሩ። ከምቲ ንሳ ዝደለየቶ ግን ኣይኰነን። ናብ ካልእ ዓለም ክትቅየር እያ ትዳሎ ነይራ። እቲ ኵሉ ትጽበዮ ዝነበረት ናይ ክላስሩም ግብጃታት ከም ዘይትውዕሎ ዘኪራ እውን ብሕርቃን ተሃመሰት። ገዛ ምስ ከደት ሮዛን ኣዲኣን ክጥርንፋላ ጸኒሐን። ዝዀነ ሰብ ክሰምዕ ስለ ዘይነበሮ ብሕቡኤን ዝጥርንፋላ ነይረን። ትኽ ኢላ መደቀሲኣ ክፍላ ኣተወት። ሞባይላ ኣልዒላ ናብ ሃርሞኒ ዝኸይድ መልእኽቲ ኣብ ሞባይላ ጸሓፈት። ብድሮ ሃርሞኒ ቆጺርዋ ባዕሉ ጠሊምዋ። ደዊላትሉ ድማ ኣይተቐበላን። እዚ ኣሕሪቕዋ ስለ ዝነበረ ናይ መወዳእታ ቃላታ ክትሰደሉ ክትጽሕፍ ጀመረት። ሃርሞኒ ሓዚነልካ። ወዲ ምዃንካ ከይተርፍ ድዩ እዚ ኩሉ? ንስኻ ከኣ እምበኣር ከም ኣሕዋትካ ኮንካ። ስለ ዝተገደስኩልካ ድዩ እዚ ኩሉ? ክገርመካ ክብገስ ዕስራን ሓደን ሰዓታት ተሪፈናኒ ኣለዋ ሕጂ ክጽሕፈልካ ከለኩ እቲ ዝገበርካዮ ከኩርዓካ ዘይኮነስ ከሕፍረካ ከም ዘለዎ ክነግረካ ኢለ እየ ሃርሞኒ ንስካ ኢካ ናብዚ ጎደና ኣምጺካኒ ደዊልካለይ እምበር ኣይደወልኩልካን ደውለለይ ውን ኣይበልኩካን ባዕልካ ኢካ ደዊልካለይ ገለ ድኮን ሰብ ይኮነኒ ዝብል ተስፋ ኔሩኒ ሕጂ ግን ሰብ ስለ ዘይብለይ ናብቲ ዘይፈልጦ ባህጊ ክብገስ እየ ብዝኾነ ኣባኻ ልዕሊ ዓቐን ክብሪ ከም ዘለንን ክነግረካ ይደሊ። ምኽንያቱ ኩሉ ግዜ ክጨነቕ ከለኹ ንስኻ ስለ እተዕርፈኒ ብዙሕ እውን ካባኻ ስለ ዝተማሃርኩ ኣባኻ ክብሪ ኣለኒ እብለካ ኣለኹ። ካብ ብልባ ተኽብረካ ክትረኽበካ ከም ዝተሃንጠየት ምስ ፈለጥካ ዝነዓቕካያ ሓፍትኻ ኮኾብ። ባይ። ነዛ መልእኽቲ ናብ ሃርሞኒ ሰዲዳ ናብ ሳሎን ከይዳ ምስእም ኮይና ኣቑሑት ኣጠራነፈት። ኣቦኣ መጺኦም ትዳሎላዶ የላን ምስ ሓተትዋ እውን ዘይከም ካልእ መዓልቲ ኮኾብ ክትብገስ ድልውቲ ከም ዘላ ኣረጋጊጻትሎም። ማዕርግ ንኣማን ብፍሕሽው ገጹ ተቐቢሉ ኮፍ ኣበሎ። ኣማን ኮፍ ምስ በለ፣ ማዕርግ እንታይ ኢሉ'ዩ ክዛረበኒ ኢሉ ምስ ስክፍትኡ እንዳተጸበየ ማዕርግ ዘረባ ጀመረሉ። ኣበይና ንፋለጥ? ብሓቂ ቅድሚ ዝተወሰነ መዓልታት ተራኺብና ኔርና ኣማን። ደሓን፣ ሕጂ ኣብ ሓዘን እንድየ ዘለኹ፣ ተሌፎንካ እሞ ግደፈለይ፣ ክድውለልካ'የ፣ ብዛዕባ ሓደ ኣገዳሲ ጉዳይ ክንዘራረብ ኢና። ካብቲ ንስኻ ትሓስቦ ዘለኻ ወጻኢ ግን ኣነ ብጽቡቕ እደልየካ ብሕማቕ ኣይትረዳእኒ ኢኻ። ማዕረ ጋሕጥር ኣቢሉ መልእኽቲ ኣመሓላለፈሉ። ካልእ ሕማቕ ከይሓስብውን ብሕማቕ ከም ዘደለዮ ኣብ ውሽጡ ዝሓስቦ ዝነበረ ንማዕረ ከም ዘይምልከቶ ከረድኦ ፈተነ። ኣማን ተሌፎን ክህቦ ከሎ ማዕረ ካልእ ተሌፎን ከይህቦ ስለ ዝፈርሐ ናብ ሞባይሉ ሚስኮል ክገብረሉ ነገሮ። መሊሱ ድማ ገለ ነገር ዘከረ። እታ ናቱ ተሌፎን ተሂብዎ ዝኾነ ነገር ክመጾ ስለ ዝኽእል ናይ ኣዲኡ ኣብ ኢዱ ስለ ዝነበረት ናይ ኣዲኡ ተሌፎን ሂቡ ናፍታ ናይ ኣዲኡ ሚስኮል ከም ዝገብር ገበሮ። ኣብቲ ገዛ ካብ ዝኣቱ ፈጺሙ ኣይረገን። እቲ ገዛ እንዳ ኣንጀሎ ምዃኑ ጽቡቅ ጌሩ እዩ ዝፈልጦ። ምስ ኣንጀሎ መሳርሕቲ ክንሶም ኣይፋተዉን እዮም። ምስጢራቶም ክብሉ እዮም ብሓንሳብ ዝቀራረቡን ዝሰርሑን። ኣንጀሎ ካብቶም ከጥፍኦም ዝደሊ ሰባት ሓደ ኣማን እዩ። ኣማን ምስ ብዙሓት ተማሃሮ መምጽኢኡ ምኽንያት ኣይርዩኒን እዮም ዝብል እምነት እዩ ነይርዎ። በይኑ ምስ ተረፈ ግን ኣንጀሎ ከይመጽኦ ብቕልጡፍ ካብቲ ገዛ ክወጽእ ተቓላጢፉ ንማዕጾ ምስ ሰጎመ፣ ኣንጀሎ ኣብ ክሳዱ ናይ ሓዘን ነጸላ ገይሩ ኣብ ኣፍደገ ጎፍ በሎ። ክልቲኦም ድማ ተፋጠጡ። ኣማን ኢዱ ናብ ኣንጀሎ ሰዲዱ ጽንዓት ይሃብካ በሎ። ኣንጀሎ ንውሽጢ ኣትዩ ኣብ ፊት ማዕርግ ኮፍ በለ። ምስ ማዕርግ ስለ ዘይፋተዉ ሰላም ኣይበሃሃሉን እዮም ኣይዛረቡን እዮም ውን። ምሸት ኮይኑ ማዕርግ ኣብቲ ገዛ ክሓድር ስለ ዘይደለየ ንፍናን ሒዝዎ መኪንኡ ኣልዒሉ ንገዝኡ ተመርቀፈ። ኣብ ዓራቶም ኮይኖም ድማ ምስ ፍናን ዕላል ጀመሩ። ፍናን ሓወይ ዝኾነ ዘለኹ ይርደኣካ ኣሎ ዶ? ንኮኾብ እንድየ ኣፍቂረያ። እዋይ ጠርጢረካ እንድየ እሞ ከዳ ንሳ እኮ ትፈትወካ እያ መስለኒ ሓሚምካ ከለኻ እኮ ከመይ ድያ ትጭነቕ ነይራ ማዕርግ ሓወይ። ፍናን ሓወይ ንሱ ኣይኮነን ጸገም ጽባሕ ንሽወደን ክትብገስ እያ። ዘረብኡ ከይወደኤ ሞባይሉ ድምጺ ገበረት ምስ ከፈታ ናይ ኮኾብ መልእኽቲ ጸንሖ። ሂታ ኣይትምልሰለይን ዲኻ ደኣ? ማዕረ ክንደይ ዲኻ ኒዕቅካኒ ክትርእየኒ ኢኻ ብልሓን። እቲኣ ዝመጸት ጽሕፍቲ ሓጻርያ ነይራ ቀቅድሚኣ ግን ካልእ ጽሑፍ ጸንሖ። እቲ ዝመጾ ጽሑፍ ቀትሪ ምስ ኣማን እንዳዕለለ ከሎ ዝመጾ እሞ ክርእያ ኢሉ ስቅ ኢሉ ብድሕሪኡ ዝረሰዖ ጽሑፍ እዩ። ንኹሉ ምስ ኣንበቦ ከኣ ሕማቅ ተሰምዖ። እቲ ጸገም ደዊሉ ንኮኾብ ከዕልላ ብዙሕ ፈቲንላ። ንሳ ግን ኣይተቐበለቶን። ሞባይሉ ኣብ ብሎክ ሊስት ከም ዘእተወታ ነጊራቶ'ያ። መዓርግ ኣይቀሰነን። ምሉእ ምሸት ናብ ኮኾብ ክፍትን ኣምስዩ። ኣይተቐበለቶን። ኣይተቐበለቶን ጥራይ ዘይኮነ፣ ምሉእ ብምሉእ'ውን ናይ ኮኾብ ተሌፎን ኣይትሰርሕን ነይራ። መዓርግ ሓወይ! ድሓን ኣይትጨነቕ። ገዛኣ ብኸመይ ክንረኽቦ ንኽእል? ገዛኣ ድኣ ኣነ ይፈልጦ'የ። ሓንቲ መዓልቲ እኮ ክትኣትርዮ'ያ ነይረ። ፅቡቅ ገይረ ይዝክሮን እየ ግን ናብቲ ቦታ ተኸድናስ ዝጠፍኣኒ ይመስለንን በቃ እሞ ንኺድ እሞ ኣነ ዘሊለ ይኣቱ ዝኾነ ደብዳቤ ኸ ይባ ኣታ ፍናን ሃወይ እንታይ ኢኻ ዝዘረብ ዘለኻ እንታይ ዓይነት ደብዳቤ ኢኻ መክትባ እንድዒ ዝኾነ ንፅሓፈላ ኣነ ዝገበርኩ ገይረ ብሜላስ ከብፅሓለ ማዕርግ ተስፋ ገይሩ እቲ ፍናን ዝብሎ ዝነበረ ገለ ነገር ቅጅል ከም ዝብሎ ገበሮ ሓንቲ ወረቐት ኣልዒሉ ድማ ክሕንጥጥ ጀመረ እቲ ከፅሕፈላ ዝደለየ ሓሳባት ኣይሰረዖን ንሱ ሃርሞንን ማዕርግን ከም ዝኾነ ቀትሪ ንዕናይ ኢልዋ ከም ዘይሰምዐቶ፣ ብድሕሪኡ ጸገም ናይ ኣዲኡ ሞት ከም ዘጋጠሞ ኣብቲ ወረቐት ገሊጹ፣ መኪኖም ኣልዒሎም፣ እታ ወረቐት ሒዞም፣ ናብ ገዛ እንዳ ኮኾብ ተበገሱ። ፍናን ንምዝላል መታን ክጥዕሞ ፎኪስ ክዳን ገይሩ ጸሊም ቆቢዕ ንገጹ ድሽፍን ገይሩ ተበጊሱ። ማዕርግ እውን ከምኡ ጸሊም ክዳን እዩ ለቢሱ ነይሩ። ኣብ ገዛ እንዳ ኮኾብ ምስ በጽሑ ሓንሳብ ኮለል ኢሎም እታ ገዛ ምስ ረኸብዋ ካልእ ዘሰክፍ ነገር ኣውጸንሖም። ኣብ ፊት እንዳ ኮኾብ ክልተ ዋርድያ ኔሮም ንዕኦም ብኸመይ ኣሽኪዑም ይሓልፉ እዚ ቀንዲ ጸገም እዩ ከይንዎም። ገዛ እንዳ ኮኾብ ፊት ኤምባሲ ስለ ዝኾነ ክነጥሩ ተተረኺቦም ወይ ድማ እንተ ተጠርጢሮም ዝመጾም ጸገም ፍሉጥ እዩ። ፍናን ጠኒኑ ክሓልፍ ወሰነ። ብማዕርግ ግን ኣይከውንን ኢሉ ኣበዮ። ኣብ ክልቲኦም ክትዕ ተፈጥረ። ፍናን ኣብ መወዳእታ ሓንቲ ሓሳብ መጸቶ። ኸይዱ እሞ ገዛ ካሕኲሑ ብወግዒ መግቢ ኣብልዑኒ ኢሉ ክኣቱ። ሽዑኡ ንኮኾብ እታ ደብዳቤ ክህባ። እታ ሓሳቦም እዚኣ እያ ነይራ። ገይርዋ ዝነበረ ቆቢዕ ኣውጺኡ ኣቐሚጡ ከይዱ። ማዕጾ ክዅሕዂሕ ጀሚሩ። ማዕጾ ምስ ተዃሕኰሐ ወዲ በርሀ ከፊትዎ። ወዲ በርሀ ወላዲ ኮኾብ እዩ። ፍናን እቲ ሰብኣይ ምስ ከፈቶ ፍርሒ ተሰሚዕዎ። ፍርሑ ተቋጻጺሩ ግን እታ ሓሲብዋ ዝመጸ ክትግብራ ነይርዎ። ኣቦ! ይቕሬታ ግበሩለይ ኣነ ኣቦን ኣደን የብለይን ስለዚ በጃኹም ዝብላዕ ተሊኩም ባብልዑኒ ፈሊጡ ተማሸኸነ ወዲ በርሀ ደስ ኣይበሎን ንውሽጢ ክኣቱ ግን ኣፍቂድሉ ገዛ ምስ ኣተወ ኣብ ካንሸሎ ኮፍ ኢሉ ክጸንሖ ነጊሩ ንውሽጢ ኣትዩ መግቢ ሒዙሉ መጸ ሜላ ሃሰው በለ ወዲ በርሀ ግን ክኣምኖ ስለ ዘይከኣለ ንውሽጢ ገዛ ክኣቱ ይፈቐደሉን ፍናን በሊዑ ምስ ወደኤ ወዲ በሬ ክከታተሎ ስለ ዝጸንሐ ካብቲ ገዛ ክወጽእ ኣዚዝዎ። ፍናን ካብቲ ካንሸሎ ከይወጸ መሕደሪ ስለ ዘይብሉ ኣብቲ ካንሸሎ ክሓድር ነቲ ሰብኣይ ለሚንዎ። ወዲ በርሀ ግን ስለ ዘይሰምዖ ጎሲሱ ካብቲ ገዛ ኣውጽኦ። ፍናን ክወጽእ ከሎ ነታ ደብዳቤ ኣብ መሬት ኣቐመጣ። ያዩ ናታ ሓሳብሲ ነታ ደብዳቤ ኮኾብ ክትረኽባ ኢሉ እዩ። ወዲ በርሀ ደብዳቤ ኣይረኣየን። ማዕጾ ዓጽዩ ትኽ ኢሉ ንውሽጢ ገዛ ኣተወ። ፍናን ናብ ማዕርግ ከይዱ እቲ ዘጋጠመ ኩሉ ነገሮ። ከም ዘይከውን ተረዲኦም ናብ ካልእ ሜላ ኣተዉ። ማዕርግ ንሄርሞን ኣብ መኪና ኮይኑ ደው ኢሉ ረኸባ። ሄርሞን ምስ ኣማን ከም ዝተባእሰት ነጊራቶ። ዝኾነ ሜላ ከማኽረኪ'የ ኢልዋ ስለ ዝነበረ ብድሮ ደው ኢላትሉ ስለምንታይ ከም ዘይተቐበላ ሓቲታቶ። ማዕርግ ኣብ ዝኾነ ሽግር ከም ዝነበረ ነጊርዋ። ማዕርግ ዘድልዮ ሓበሬታ ብዛዕባ ኣማን ካብ ሄርሞን ወሲዱ ተሌፎን ዓጽዩ ነቲ ቀትሪ ተሌፎንካ ሃበኒ ንዝበሎ ኣማን ደወለሉ። ኣማን ንባዕሉ ክሻቐል ስለ ዝጸንሐ እታ ትድወል ዝነበረት ተሌፎን ኣልዒሉ ናብ እዝኑ ኣጸጊዑ መን ምዃኑ ሓተቶ። ንኣማን ከሻቕሎ ዝጸንሐ ነገር ንኮኾብ ከድሕና ተኾይኑ ነቶም ሰባት ከትሕዞም ነይርዎ። እሱ ግን ከትሕዞም ኣይክእልን እዩ። ንርእሲኡ ብዙሕ ጸገማት ስለ ዝነበሮ ንሱ ከም ዘትሓዞም እንድሕር ፈሊጦም ንዕኡ ክስሕብዎ እዮም። ስለዚ ነዚኣ ብኻልእ ሰብ ገይሩ ክገብራ እዩ ዝሓስብ ነይሩ። ቴሌፎን ምስ ተደወለቶ ተቐቢሉ ናብ እዝኑ ኣጸግዓ። ሃሎ ኣማን፣ ፍናን ይበሃል፣ ኣይትፈልጠንን ኢኻ። መዓርግ እዩ ተዛሪቡ። ፍናን ንመዓርግ ብሽሙ ሽቅጥ ምስ ረኣዮ ፍሽኽ በሎ። ኦኬ፣ እንታይ ክሰምዓካ? ኣማን እዩ መሊሱ። በብረብሓና ክንተሓጋገዝ ዘልየ ነይረ። ኣ እንታይ ክንተሓጋገዝ? ኣይትሰንብድ፣ እቲ ንፍትኖ ዘለና ስርሒት ንኽንዕወተሉ ጥራይ ንቀራረብ። እንታይ እዩ ስርሒት ማለትካ? ኣይተረድኣንን። ሰብ ተጋጊኻ ኣለኻ ኣይተጋገኹን ኣማኒ ኢኻ ኮኾብ ጽባሕ ክትብገስ እያ ንስኻ ተፍቅራ ኢኻ ኣነ ውን የፍቅራ እየ እሞኸ ሕጂ ታይ ኢኻ ደሊኻ ካባይ ኣይትነድር ኣማን እቲ መገሻ ክፈሽል እንተ ኮይኑ ዘዳለኽዎ ትርኳላት ኣሎ ንስኻ ውን ዘዳለኻዮ ትርኳላት ኣሎ ተዘይተጋግየ ኣታ ወዲ መጀመርታ ንስኻ መን ኢኻ መንነተይ እሞ እንታይ ክዓብሰልካ እዩ ናይ ክልቴና ትርኳላታ ሓደ ተኾይኑ ንኮኾብ ከድሕና ይኽእል እዩ ስለዚ ሓደ ንኹን። እሞ ሐራይ ሽዑኸ ሽዑኸ ማለትካ ሽዑ ማለተይ ደኣ እስከ ደሓን ከምቲ ትብሎ ዘለኻስ ክልቴና ተሓባቢርና ንኮኾብ ነድሕና ዝቕጽል ዘሎ ከመይ ክኸውን ንኮኾብሲ መን ይወንና ድዩ ሕቶኻ እወ መን ይወንና ደሓን ቅድም እሞ ነድሕና ካብኡ ከኣ ሰስሬና ይዋጻና እንታይ ኢልካ ስስረይ ናይ ዋጣና ኣማን ስንብድ ኢሉ ርእሱ ንታሕቲ ድኒኑ ክሓስብ ግዜ ወሲዱ ተቐዳዲሙ ንማዕርግ ኣይመለሰሉን ክብረት ሰማዕቲ መበል 19 ክፋል ኣብዚ ተዛዚማ ኣላ መበል 20 ክፋል ረቡዕ ናይ ምሸት ሒዘልኩም ክመጽእ እስከ ግምትና ንጽሓፍ ኮኸብ ነቦይ ተወልደ ከይረኸበቶም ድያ ክትከይድ ንኮኸብ ሃርሞኒ ኣሕሪቕዎ ኣሎ ካብ ሞባይላ ብሎግ ጌራቶ ኣላ ኣማን እውን ኣይረኸበን ኣሎ። ኣማንን ማዕርግን ነንረብሖኦም ክብሉ ክራኸቡ ድዮም? ተራኺቦምከ ነቲ ስራሕ ከዕውትዎ ድዮም? እንተ ኣዕዊቶሞ ኸኣ ከመዮም ክኾኑ? ክቡራት ሰማዕቲ እዝን ካልእን ኣብ ዝመጽእ ክፋላት ክምለሰልና እየ። ክቡራት ሰማዕቲ ኣብ ዘለናዮ ሰላምን ጥዕናን ንኹላትና።